ገንዘብ ምስ ደኸምኪ ኣይድግፈክን እዩ ገንዘብ ንብዓትኪ ይደርዘልክን ፍቕሪ ጥራይ እዩ ከምኡ ዝገብር ንግስትን ሃይለን ኣብ መንጎኦም ናይ ከባቢ ዓሰርተ ዓመት ኣፈላላይ ዘለዎም ሰብ ሓዳር እዮም ኣብ ዩጋንዳ ካምፓላ ንኽልተ ዓመት ዝኣክል ብሓባር ተቐሚጦም ኣለዉ። ሃይለ ጌና ዓሰርተ ሸሞንተ ዓመት ምስ መልኤ ሃገራዊ ኣጎልጉለት ንምፍጻም ኣባል ምክልኻል ሓይልታት ኤርትራ ኮነ። ወዲ ዕስራን ሸውዓተን ዓመት እንክኸውን'ዩ ድማ ምስ ንግስቲ ዝተመርዐዉ። ሽዑ ንግስቲ ጌና ጓል ዓሰርተ ሸውዓተ ዓመት'ያ ነይራ። ንግስትን ሃይለን ኣብ ዓዲ እንከለዉ ኣብ ስኒትን ፍቕርን ዝተመስረተ ብምረቓ ወለዶም ዘግየፀ ፅቡቕ ሓዳር ነይርዎም። እቲ ናይ ኢኮኖሚክ ማዕርነት ፀገም ገዲፍካ ማለት እዩ። በኹሪ ውሉዶም ክልተ ዓመት ምስ ኣሕለፈት ንግስቲ ካልኣይ ግዜ ጠኒሳ ብፅሕቲ ወርሒ እናሃለወት እቲ ናይ ናብራ ፀገም ከቢድ ኮይኑ ክረኣዮም ጀመረ። ናይ ነገር ፈጣሪ ኮይኑ ከዓ ሽዑ ንግስቲ ብሰላም ኣይተገላገለትን። እቲ ጥንሲ ክኸዳ ይኽኢሉ። ኣብዚ ኩሉ እዋን ሃይለ ካብ ኣሃዱኡ እንዳኾብለለ ካብ ጎና ከይረሓቐ ኣጆኺ ይብላ ኔሩ። ኩብራት ተኸታተልቲ ኣብዚ ቻነል ሓደሽቲ ኮንኩም ፕሊስ ሳብስክራይብ ግበሩ ነዚ ቪድዮ ከኣ ላይክ ሃብዎ ኣበይ ሃገር ኮንኩም ዛንታ ንግስትን ሃይለን ትሰምዑ ኣለኹም ድማ ኣብ ቦታ ኮመንት ግደፉልና ብዝተረፈ ግን ክንቅጽለልኩም ድሕሪ ሓደ ዓመት ኣቢሉ ንግስቲ መሊሳ ብጽሕቲ ወርሕን ክትከውን እዩ'ምበኣር፣ ሃይለ ንዝሓሸ ናብራ መጻኢ ደቁ ሓሲቡ፣ ናብራ ውትህድርና ራሕሪሑ ስግረዶብ ዘምርሐ። ሽዑ ንሱ ወዲ ሰላሳ ዓመት እዩ ነይሩ። ሃይለ ካብቶም ውሑዳት ዕድለኛታት ኮይኑ፣ ምድረበዳ ሲናይ ብሰላም ፈጺሙ ኣብ እስራኤል ኣተወ። ከም ኣጋጣሚ ድማ ንሱ እስራኤል ክበጽሕን ንግስቲ ሰበይቱ ብሰላም ካልኣይ ውሉዶም ክትገላገል ማዕረ ኮይኑ። ነቲ ካልኣይ ውሉዶም ያቆብ ኢሎም ሰመይዎ። በዅሪ ውሉዶም ድማ ፍሊማዊት እያ ትበሃል ነይራ። ሃይለ ከምቲ ዝሓሰቦ ካብ ዓዱን ስድርኡን ዝተሰደደ ምኽንያት ንስድርኡ ዝሓሸ ናብራ ንምፍጣር ኣብ እስራኤል ደኺመ ከይበለ ብዘይ ዕረፍቲ ናይ ጉልበት ስራሕ ይሰርሕ ነይሩ። ከም ድልየቱ ኰይኑሉ እውን ደቁን ሰበይቱን ካብ ሰቦም ሕልፍ ገይሩ ብሕንቃቐ ኣብ ሃገሮም ኣንቢርዎም እዩ። ሰበይቱን ደቁን ዝበልዕዎ ፍሉጥ ዝረግጽዎ ፍሉጥ ኮይኑ ኣብ ገዛውቶም ሕልፊ ሰቦም ኮይኖም ከቢሮም ተራእዮም እዮም። ሃይለ ኣብ እስራኤል ኣስታት ዓሰርተ ሽዱሽተ ዓመት እንክገብር እቲ ብርቱዕ ናይ ጉልበት ስራሕ ኣብ ርእሱ ናፍቖትን ስድራቤት ተወሲኽዎ ክደክም ካብኡ ሓሊፉ ሕማም ክስምዖ ጀመረ። ሽዑ ናብራ ስደት ገዲፉ ከዕርፍ ሓሰበ። ቅድሚኡ ግን ንኽልቲኦም ደቁ ስግረዶብ ኣስጊሩ ኣብ ኦውሮጳ ክኣትዉ ገይርዎም እዩ። ደቁ ካብ ዓዱ ምስ ኣውጽኦም ኣብ ኦውሮጳ መጺኦም ከም ዝተደላደሉ እውን ምስ ኣረጋገጸ፣ ሃይለ ካብ እስራኤል ጠቕሊሉ ወጺኡ ኣብ ሂጓንዳ ካምፓላ ንእሽቶ ድኳን ከፊቱ ክነብር ጀሚሩ እዩ። ሰበይቱ ንግስቲ እውን ናብ ካምፓላ መጸቶ። ንግስቲ ኣብ ዓዲ እናሃለወት ሰብኣያ ዝልእኸላ ገንዘብ ከም ድሌታ እያ ትገብሮ ነይራ። ክዳን ኣብ ልዕሊ ክዳን፣ ስልማት ኣብ ልዕሊ ስልማት ተጋይጽ ነይራ። ሽዑ እዋን ሰብኣያ ኣብ ስደት ኣበርቲዑ ሰሪሑ፣ ዝሓተተቶ ዘበለ ኩሉ ሂባ ውሕስነት ከም ዝስምዓ ድማ ይገብራ ነይሩ። ብኣካል ምስኣ እናሃለወ እውን ብሕማም ሕርሲ ምስ ሓመመት ከመይ ከም ዝተኻናኸና ምሉእ ለይቲ ኢዳ ሒዙ ከም ዝሓደረ፣ ናታ ፍሽኽታ ክርኢ ጥራይ ካብቲ ዘይብሉ ህያብ ከም ዘምጽእላ ትዝክር ነበረት። ግን ንግስቲ፣ ናብ ካምፓላ መጺኣ ምስ ሰብኣያ ምንባር ካብ ትጅምር ህይወት ከም ዝሓሰበቶ ኣይመዝጀታን። እቲ ዝሓሰበቶ ከም ናይ ኤርትራ ምቾት ናብራ ኣይጸንሓን። ኣብ ካምፓላ ዝጽበያ ምቹእ ህይወት ስኢላ እቲ ዝነበረ ስልማትን ክዳናን ንኣዝማዳ በቲና ምምጻእ ክሳብ ጣዕሳ ኣውሪድላ'ዩ። እቲ ናይ ገንዘብ ጸገም ከይኣክል ሰብኣያ እንተኾነ እውን ናብራ ስደት ኣድኪምዎ ካብ ዝግብኦ ንላዕሊ እርግ ኢሉ ሽምግል ኢሉ ተራእይዋ'ዩ። ንግስቲ ነብሳ ካብ ናብራ ምቾት ዝተላዓለ ግዲ ኮይኑ ጌና ጓል ዕስራን ሓሙሽተን ዓመት እያ ትመስል ኔራ እዚዩን ካልእን ተወሳኺ ንግስትን ሃይለን ኣብ ካምፓላ ክልተ ዓመት እንክገብሩ ከይተጫቃጨቁ ዝሓለፈት ዕለት ኣይነበረትን መልዓሊት እቲ ጭቅጭቅ ንግስቲ እያ ኔራ እቲ ምኽንያት ድማ ጉዳይ ገንዘብ ምዃኑ እዩ በቲ ካብ ድኳን ዝረኽብዎ መዓልታዊ እቶት ክትዓግብ ኣይከኣለትን ከም ኣብ ኤርትራ ዝነበረቶ ወርቅን ጨርቅን ክገብራ ኣይከኣለን ሃይለ። ኩሉ ኩነታት ሰበይቱ ዘስተብሃለ ሃይለ፣ ሓደ ምሸት ኣብ ጎና ኮፍ ኢሉ፣ ብልዙብን ትሕትን ድምጺ፣ ንግስተይ፣ ሕጂ ከም ቀደም ኣይኮናን። ገንዘብና ይውሕድ እዩ ዘሎ። ክልቴና ካብዚ ድኳን ሓሊፍና ካልእ ክንሰርሕ ከም ዘይንኽእል ትፈልጢ ኢኺ። ኣብ ዓዲ ስደት ክሳብ ዝሃለና ድማ ገንዘብ ብጥንቃቐ ክነውጽኦ ኣለና። ቀሊል ናብራ ክንነብር ኣለና ኣነ ናይ ጉልበት ስራሕ ክሰርሕ ኣይክእልን እየ ስለዚ እዛ ድኳን እያ ክትክእለና ትኽእል በላ ንግስቲ እዚ ዘረባ እዚ ኣብ ውሽጣ ከቃጽላ ተፈለጣ ከምዚ ገንዘብ እናሃለዎ ከይህባ ዝቋየቋ መሲሉ ተሰምዓ ኣብ ርእሲኡ ድማ ካልእ ኣማራጺ ከም ዘለዋ እንትፈልጥ እዚ ዘረባኡ ክትቅበሎ ኣይደለየትን ከምዚ ኢለ ክነብር ኣይክእልን እየ ኢላ መለሰትሉ ንግስቲ ቀጺላ እቲ ዝሓሰብክዎ ዝበለጸ ህይወት እሞ ይትረፍ ከምቲ ናይ ቀደም ህይወተይ ክነብር ዝደሊ ሃይለ፣ ገንዘብ የድልየኒ ኣሎ፣ እንድሕር ዘይክኢልካ ግን ካልእ ኣማራጺ የብልናን፣ በቃ ንፋላለ። በለት ሃይለ ኣብቲ ቅንያት ሓደ ጎበዝ ብመኪና ክሳብ ኣፍደገ ገዝኣ እንከብጽሓ ተዓዚቡ ኣሎ። መን ምዃኑ እንክሓታ ንግስቲ፣ ዘመደይ'ዩ ትብሎ ነይራ፣ ግን ሕጂ ኩሉ በሪህሉ'ዩ። ንዕኡ ገዲፋ ናብቲ ጎበዝ ክትከይድ ከም ትኽእል ኣመነ። ሃይለ ኣዒንቱ ንብዓቱ መሊኤን ኢዳ ሒዙ ተማሕጸና። ገንዘብ ኩሉ ነገር ኣይኮነን ነግሸይ። ፍቕሪ ይኣክል እዩ። ምሳይ እንተ ጸኒሕኺ ሕጉስ እየ ዝኸውን። በጃኺ ሕሉፍ ዘክሪ ኣይትግደፍኒ። ደሓር ከኣ ዓደቦኦም ይትከሎም ደቅና ይሕጉዙና ኣለዉ። እኹል ገንዘብ እዩ ዘለና። ግን በቃ ከም ቀደም ክኸውን ኣይክእልን። በላ። ንግስቲ ኢዳ ስሒባ ኣርሓቐት። ድምጻ ዓው ኣቢላ ኣይክእልን እየ። ካብዚ ንላዕሊ እየ ዝደሊ። ክትህበኒ እንተዘይክኢልካ ኣነ ምሳኻ ክቕጽል ኣይክእልን እየ። በቃ ኣነ ድኻ ኮይነ ክነብር ኣይክእልን እየ። ኣነ በቃ ተቖጢብለይ ክነብር ኣይክእልን እየ። በለት ብነድሪ ንግስቲ። ሃይለ ገጹ ምሽክን ገይሩ፣ ኣብ ነፍሲ ወከፍ ብድሆታት ህይወት ምሳኺ እየ ነይረ ንግስተይ። ክትሓሚ ከለኺ ምሳኺ ነይረ። ቆልዓና ምስ ሰኣንኪ ወይ ምስ ተጎድኤ ምሳኺ ነይረ። ብዓቢኡ ድማ ንዓኺ ክብል ዓደማተይ ተሰዲደ ከም ባርያ ኮይነ ተገዚኤ እየ። በጃኺ ሕጂ ኣይትግደፍኒ ንግስተይ። ተድልይ እኒኢኺ ንዓይ ሕጄ ናትኪ ፍቕርን ሓልዮትን ከስተማቕሮ ዝኽእል ዕስራ ዓመት ኣብ ስደት ተደርብየ መኣስ ዶ ፍቕሪ ኣሕሊፈ በለ መሽከንከን ኢሉ። ንግስቲ ግን ነዚ ዘስተውዕል ልቢ ኣይነበራን። ሃይለ ከም ዝገመቶ ልቢ ንግስቲ ድሮ ሸፊታ እያ ነይራ። ቀልባ ምስቲ ጎበዝ እዩ ነይሩ። ተላልያቶ ዝነበረት መንእሰይ ካብኣ ኣዝዩ ዝንእስ ኮይኑ ዘካርያስ ይበሃል። ኣዝዩ ሃብታም ኣብ ጁባ። ብዙሕ ድካናት ብስበ ሰብ ዘካይዶ ዘለዎ እዩ ድሮ እኳ ንግስቲ መኪና ከም ዝገዝእላ ተማጻቢዕላ ኣሎ ንግስቲ ንሃይለ እንዳ ገደፈቶ መሊሳ ሃብታም ኮይና ክትነብር ከም እትክእል ንነብሳ እሚናታያ ሃይለ ንመወዳእታ ግዜ እንክምሕጸና እዚ ሂወትና ንልዕሊ ዕስራ ዓመት ኢና ሃኒጽናዮ ሕጂ ዘድልየኪ ሃብቲ ዘይክህበኪ ኣይክእልን እየ ግን ፍቅሪ ክህበኪ እክእል እየ ንዞም ምጭዋት ደቅና እውን ሕጂ ተጋጋሚዕና ኣብ ዘየድሊ ፀበባ ኣይነእትዎም በላ ሃይለ ሕጂ እውን መሽከንከን እናበለ። ንግስቲ መልሳ ናይ መወዳእታ እዩ ነይሩ። ሃይለ ከተእምነኒ ኣይትኽእልን ኢኻ ፍትሕ እየ ዝደሊ በቃ ኣነ ከምዚ ድኻ ኮይነ ክነብር ኣይክእልን እየ ኣነ ገንዘብ ተቆጢበለይ ክነብር ኣይክእልን እየ ዝለመድክዎ ትኸልአኒ ኣለኻ በቃ ክትፈትሐኒ ጥራይ ዘለካ። በለት ሃይለ ካብ ሕርቃን ዝተላዓለ ኣዒንቱ ቀይሑ ኣእዳዉ ይንቅጥቀጥ ነይሩ ዓለም ብምልእታ ከም ዝጸልመተቶ ኮይኑ ተሰምዖ ሃይለ ብቀረብታ ገይሩ ዉን ለሚንዋ ዩ ደቁ ዉን ነዲኦም ከረድእዋ ፈቲኖም ዮም ንግስቲ ግን ነዚ ዝሰምዕ ልቢ ኣይነበራን ከም ዉጽኢቱ ድማ ንግስቲ ከም ዝደለየቶ ናይ ፍትሕ ወረቀት ኣምጺኡ ዩ ኣብ ጣዉላ ንከቀምጠላ ኣእዳዋ ይንቅጥቀጣ ነይረን። ሃይለ ሕጂ እውን ኣብ ውሽጣ ሓሳብ ክትቅይር እያ ዝብል ተስፋ ይገብር ነይሩ። ነግስት ግን ብዘይ ምሕላል ቀልጢፋ ፈረመት። ብሓንቲ ቁልጡፍ ምውቃዕ ፒሮ ነቲ ንልዕሊ ዕስራ ዓመት ዝጸንሐ ሓዳር ክዛዘም ገይራያ። ሃይለ ድምጹ ምውጻእ እናኣበዮ ንብዓቱ ብቲ ወረቐት እናነጠበ ንግስተይ ከምዚ ከማይ ጌሩ ዘፍቅረኪ የለን እቲ ኣነ ዝሃብኩኺ ዝህበኪ ሰብኣይ ኣይክትረኽብን ኢኺ ኢሉ ደጊሙ ንመወዳእታ ግዜ ለመና ንግስቲ ብልባ ድሕሪ ሕጂ ገንዘብ እምበር ፍቅሪ ከም ዘየድልያ ንነብሳ ነጊራተያ ነዛ ገጹ ክትሪኦ እኳ ኣይደለየትን ናብ ንኻልእ ሸነኽ እናጠመተት ቢሮ ዓጽያ ፍቅረይ የድልየንን እዩ ገንዘብ የድልየኒ ኣሎ ኢላ መለሰትሉ። ሃይለ ብድኹም ድምፂ ገንዘብ ምስ ደኸም ከይድግፈክን እዩ፣ ገንዘብ ንብዓት ከይደርዘልክን እዩ፣ ፍቕሪ ጥራይ ከምኡ ዝገብር በላ። ንግስቲ ብዘይ ቃል ተሲኣ ክትወፅእ ተበገሰት። እቲ መዓልቲ እቲኣ ካብቲ ንነዊሕ ዓመታት ሰሓቕን ሓዘንን ዝተማቐላ ኣሚና ህይወታ ዝወፅኣትላ መዓልቲ እያ ነይራ። ናብ ዝሓሸ ህይወት ትኸይድ ከም ዘላ ንነብሳ ኣሚናታ'ያ። ዘካርያስ ኣብ ኣፍደገ ገዛ ኰይኑ መኪና ሒዙ ክጽበያ ጸኒሑ፣ ማዕጾ ከፊቱ ኣእትዩዋ ሒዙዋ ከደ። በታ ምሸት እቲኣ ሃይለ ኣብ ጸልማት ብጽምዋ ዝተሳዕረ ገዛ ኰይኑ ናብ ጓሉ ደዊሉ፣ ፍልማዊት ጓለይ፣ ኣደኹም ከሲረያ፣ ምፍቃር ስለ ዘቋረጽኩዎ ዘይኰነስ እቲ ዘለኒ ሃፍቲ ስለ ዘይኣኸላ ጥራይ። በለ ኣጆዃ ባባ ንሕና ምሳኻ ኣለና ንርእስ ኣይትበል ኢላ ጓሉ ብዙሕ ኣጻናነዐቶ መጺኣ ከም ትሪኦ ውን ነጊራቶ ነዊሕ ኣዕሊሎም ተፋላለዩ ንጽባሒቱ ምሸት ንግስቲ ኣዝያ ተጻባቢቃ ኔራ ዝበለጸተ ክዳውንትን ዝበለጸ ስልማትን ተሰሊማ ዘካርያስ ከም ብቕዕትን ጽብቕትን ገይሩ ክርእያ'ያ ተጸብያ። ዘካርያስ ናብ ዝዕረፈትሉ ክባር ሆቴል መጺኡ እንክረኽባ ብጽባቐኣ ፍሽኽ ኢሉ'ዩ። ናብ ሓደ ክቡር ሆቴል'ውን ድራር ንኽበልዕ ሒዝዋ ከደ። ኣብቲ ሆቴል ፊት ንፊት ኮፍ ኢሎም ድራር ድሕሪ ምብልዖም ክባር መስተ እናሰተዩ የዕልሉ። ዘካርያስ ፍሽኽ ኢሉ እሞ ንግስተይ ሕጂ ናጻ ኢኺ። ጽቡቕ እዩ ብጣዕሚ ውን ተሓጒሰ ናብ ገዛይ ክትኣትዊ ምሳይ ክትነብሪ ትኽእሊ ኢኺ ናይ መጻኢ ድማ ብሓባር ኮይንና ክንርእዮ ኢና በለ እንክዛረብ ኩርዕርዕ ኢሉ ቃላት ዘካርያስ ንንግስቲ ልባ መልኣላ ዛኪ ሓወይ ኢላ ንግስቲ ብልዙብ ድምጺ ንሃይለ ዝገደፍክዎ ኣባኻ እምነት ስለ ዘሕደርኩየ እቲ ዘድልየኒ ሂወት ከምትህበኒ ድማ እኣምን እየ በለት ንግስቲ ዘካርያስ ነዚ ዘረባ ብቐጥታ ኣይመለሰን። ምጭናቕ ኣየድልየክን እዩ። ወጻኢታት ክኽሽፉን እየ። ብዛዕባ ሓዳር ድማ ድሒርና ክንሓስበሉ ንኽእል ኢና። ምናልባት ድሕሪ ሽዱሽተ ወርሒ ክንምርዖ ንኽእል ንኸውን ኢና። በላ እተን ቃላት ኣብ እዝና ተረፋ። ሽዱሽተ ወርሒ ደጋጊማ ደጋጊማ ኣብ ሕልናኣ ኣድመጸቶ። ነዊሕ ኸይጸንሐት ብዓልቲ ቤት ዘካርያስ ክትከውን ምዃና ንነብሳ ብታሕጓስ ነገረታ። ኣብ መጀመርታ ንግስቲ በቲ ዝወሰደቶ ውሳነ ሓበን ተሰሚዕዋ እዩ። ዘካርያስ ኣብ ዝሓተተቶ እዋን ገንዘብ ይህባ ነይሩ፣ ክቡራት ክዳውንቲ ወርቅን ገለን ይኸድና ነይሩ፣ ውልቃዊ ድሌታታ ንምምላእ ይኸፍለላ ነይሩ። ኣብ መስትያት ፍሽኽ ኢላ ንርእሳ ተባዕን ለባምን ውሳነ ከም ዝወሰነት ንነብሳ ተድንቓ ነይራ። ብቐረባ ንትፈልጦም ሰባት ሃይለ ድኹም እዩ ነይሩ፣ ዘካርያስ ሓያል እዩ፣ ቅኑዕ ስጉምቲ እየ ወሲደ እናበለት ትዛረብ። ገሊኦም ብዛዕባ ገዛእ ርእሳ ምሕሳብ ጽቡቕ ገይራ እያ ብምባል ይንእድዋ፣ ካልኦት ድማ ብድሕሪኡ ንዕስራ ዓመት ምስኣ ዝጸንሐ ብዙሕ ዝኾነላ ሰብኣይ ንገንዘብ ክትብል ገዲፋቶ እናበሉ ይሓምዩዋ። ንግስቲ ንኸምዚኦም ዝበሉ ቅንኢ ኣለዎም ኢላ እያ ሸለል ትብሎም። ይትረፍ ነዚኦም ክልቲኦም ደቃ ቴለፎን ደዊሎም ንምንታይ ከምኡ ከም ዝገበረት እንክሓቱዋ ኣቦኹም ክጥዕሞ ጥራይ ስለ ትደልዩ እዩ ኢላቶም ብድሕሪኡ እውን ተደዋዊሎም ኣይፈልጡን። ግን ምሸት ምሸት ንግስተይ ከምዚ ከማይ ገይሩ ዘፍቅረኪ የልቦን ዝብል ዘረባ ሃይለ ይመላለሳ። ኣብ ጎኒ ዘካርያስ ተገዲማ ምስ ባዕላ ሕሹኽሹኽ ትብል። ሃይለ ድኹም እዩ ነይሩ ግን የፍቅረኒ እዩ፣ ዘካርያስ ሃብታም እዩ ግን የፍቅረኒ ዶ ይኸውን እናበለት ትሓስብ። ነቲ ሓሳብ ስቕ ከተብሎ ትፍትን ግና ካብ ውሽጣ ክጠፍእ ኣይከኣለን። ሰሙናት ሓሊፉ፣ ኣዋርሕ ሓሊፉ፣ ኣዒንቲ ዘካርያስ ካብ ንግስቲ ክርሕቕ፣ ፍሽኽትኡ ክሃስስ ቃንኡ ክዝሕል ጀሚሩ'ዩ። እወ ገንዘብ ይሂባ'ዩ ግን ከም ቀደም እናተሓጎሰ ኣይኮነን። እቲ ዝተማጻብዓ መኪና ወርቅን ድማ ዝፍጽመላ ኣይመስልን። ሓደ ምሸት ድሕሪ ጸወታዊ ርክብ ምፍጻሞም። እምሳኪ ተፍቅረኒ ዲኻ ትቕይረኒ ኣለኻ? ኢላ ንግስቲ ትሓቶ። ዘካርያስ ንሓጺር እዋን ጠሚትዋ ብድኹም ፍሽኽ ኢሉ፣ ንግስቲ፣ ደስ ትብሊ ሰበይቲ ኢኺ፣ ኣዚኺ'ውን ጽብቕቲ ኢኺ። ፍቕሪ ዓባይ ቃል እያ፣ ምናልባት ግን ንግዜ ንግደፎ፣ በቃ ቀስ ኢልና ንርእዮ። በላ ሂድ ኢሉ። ንግስቲ ወላ'ኳ ብውሽጢ ልባ ክስበር እንተ ተሰምዓ ዓው ኢላ ሰሓቐት። እቲ ምናልባት ንግዜ ንግደፎ ዝበላ መብጽዓ ከም ዝኾነ ሓዘቶ፣ ግን ኣብ ውሽጣ ዘይፍጸም ከም ዝኾነ ጠርጠረት። ሃይለ ድሕር ሰበይቱ ራሕሪሓቶ ምኻዳ ሱቕ ኢሉ ንበይኑ ይነብር ነይሩ። ናብ ንግስቲ ዘይሰዶ ደብዳቤ ይጽሕፍ፣ ንግስተይ ክሳብ ሕጂ ፍቕረይ ምሳኺ ኣሎ። ዋላ እውን እንተዘይተመለስኪ ክሳብ እቲ ናይ መወዳእታ መዓልቲ ክዝክረኪ'የ ኢሉ ጽሒፉ። ንብዓቱ ኣብ ልዕሊ እቲ ወረቐት ነጢቦም የተርክስዎ። ግን እዚ ደብዳበ ዘይተራእየ መልሲ እውን ዘይተረኽቦ እዩ። ዘካርያስ ዝያዳ ክቕየር ጀመረ። እንተደዊላትሉ ኣይምለሳን፣ ኣብ ዝደለዮ ጥራይ ዝድውለላ። ሓደ ምሸት ንግስቲ ኣብ መስትያት ምስላ እናጠመተት። ገንዘብ ኣለኒ፣ ምቾት ኣለኒ፣ ግን ስለምንታይ ባዶነት ይስመዐኒ ኣሎ? በለት። ሽዑ መስትያት ዝነበረ ናታ ምስሊ ብናይ ሃይለ ምስሊ ገፅ ተቐይሩ እናተራእያ፣ ገንዘብ ንብዓት ከይሕብስን እዩ። ዝብል ድምጺ ተቓልሐ። ሽዑ ንግስቲ፣ ኣይፋሉን! ሓይሊ ኣየድልየንን እዩ፣ ፍቕሪ ኣየድልየንን እዩ፣ ሃብቲ ጥራይ እዩ ዘድልየኒ! ኢላ ጨደረት። ክትዛረብ ከላ ግን ኣእዳዋ ተንቀጥቀጠ። ሓደ ምሸት ንዘካርያስ ደጊማ፣ ዛኪ፣ ሽዱሽተ ወርሒ ኢልካ ቃል ኣቲኻለይ ኔርካ። ግዜ ብቕልጡፍ ይኸይድ ከም ዘሎ ኣይትረስዕ። ኢላ ሓተተቶ። ዘካርያስ ንኻልእ ሸነኽ እናጠመተ፣ እወ፣ እስከ ጽባሕ ክንዘራረበሉ ኢና፣ ኢሉ ብዝሑል ድምጺ ሕቖኡ ሂብዋ ደቀሰ። ኣብ መወዳእታ ሓደ ምሸት ድፍረታ ኣኻኺባ፣ ዘካርያስ፣ ተፍቅረኒ ዲኻ? ኢላ ንግስቲ ደጊማ ሓተተቶ። ዘካርያስ ርግእ ኢሉ፣ ቅድሚ ሕጂ እውን ነጊረኪ ነይረ፣ ኣዚኺ ደስ ትብሊ ለባም ሰብ ኢኺ፣ ፍቕሪ ሓዳር ግን ኣይፋሉን፣ እዚኦም ምሳኺ ኮይነ፣ ዝስምዑኒ ነገራት ኣይኮኑን ምሳኺ ከለኹ በቃ ክዘናጋዕ ጥራይ እየ ዝደሊ ሙቸት ከሕልፍ እየ ዝደሊ ስለዚ ሓዳርን ፍቅርንሲ ምሳኺ ዝምስርቶን ኮይኑ ኣይስምዐንን በላ ንግስቲ ሙሉእ ኣካላታ እናንቀጥቀጠ ግን ሽዱሽተ ወርሒ ኢልካ ቃል ኣቲኻለይ ነርካ ዘካርያስ ቀው ኢሉ እናጠመታ ከፍቅረኪ እየ ኢለ ቃል ኣትየልኪ ኣይፈልጥን ንስኺ ንሰብኣይኪ ንገንዘብ ኢልኪ ጠሊምክዮ ኢኺ። ኣብ ቀጻሊ ንዓይ እውን ከም ዘይትጠልምኒ እንታይ ይፈልጥ። ሕጂ ድማ ጥልመት ፈሪሕኺ ኣይተንብዒ። ንስኺ ኢኺ እታ ጠላም እምበር ኣነ ኣይኮንኩን። በላ። ቃላቱ ኣብ ውሽጣ ዘሊቑ ተሰምዓ። በጃኻ ዘካርያስ ኣይትደርብየኒ፣ በጃኻ ዕድል ሃበኒ። ገዛ የብለይን፣ ገንዘብ የብለይን፣ በጃኻ ዛኪ። እናበለት ተንበርኪኻ ለመነቶ። ዘካርያስ ግን ናብ ገዛ ኣምሪሑ ማዕጾ ከፊቱ ሕጂ ብኽብረት ክውጽለይ ኣይኮነን ዘውጸኪ ጸዊዐ ንደገ ከደርብየኪ እየ በላ ካብቲ ዝገዝእላ ኣቑሑ ሓንቲ ክህባ ፍቓደኛ ስለ ዘይኮነ ንግስቲ ንእሽቶ ቦርሳ ኣብ ኢዳ ሒዛ ናብቲ ጸልማት ወጸት ጎረባብቲ ስቕ ኢሎም ይዕዘቡ ነይሮም ንግስቲ ኣብቲ ጸልማት ኮፍ ኢላ እናበኸየት ሕሸኹ ኢላ ሃይለ ሓቂ ነይሩ ከም ንሱ ገይሩ ዘፍቅረኒ የለን በለት መዓልታትና ብሰሙናት ተቐየረ ንንግስቲ ኩሎም ኣለውኑ ትብሎም ኣዕሩኽታ ነጺጎማ እዮም ምስ ደቃ ውን ቀደም ተባቲኻያ ኣብ ኢዳ ዝተረፈት ስልማት ክትሸይጥ ፈቲና ኔራ ተታሊላ ስራሕ ደልያ ውን ኣብ ኩሉ ዝቅበላ ክትረክብ ኣይከኣለትን ድኻምን ጥምየትን ተዳራሪብዋ ሕምምቲ ኮነት ኣብ ነብሲ ወከፍ ናይ ስቃይ ምሸት ነቲ ሃይለ ገንዘብ ምስ ደኸምኪ ኣይድግፈክን ፍቅሪ ጥራይ እዩ ከምኡ ዝገብር ኢሉ ዝተዛረባ ትዝክር ክረምትን ክቅየር ረቂቅ ዝተቀዳደደ ክዳን ተኸዲና ተጓሳቒላ ኣብ ጎደናታት ትዘወር ነይራ። ነቲ ቀደም ሓመድ ዘይትትንክፍ ትመስል ነበረት ንግስቲ፣ ሰባት የላግጹላ። ሓደ ወዲ ኣረጊት ሰበይቲ ለማኒት ትመስል ኢልዋ እዩ። የዒንታ ንብዓት መልኤን። ሓደ እዋን ክብርቲ እየ ነይረ፣ ሕጂ ኣነ ወላ ሓንቲ ኣይኮንኩን። በለት። ሓደ መዓልቲ ኣብ ጎደና ውናኣ ስሒታ ጸኒሓ ምስ ተባራበረት፣ ኣብ ጎና ሰብ ኣይነበረን። ዝሕብረኒ የለን። ኣብዚ እንተመይተስከ ዝፈልጥ የለን ኢላ ንባዕላ ሕሹኽ በለት። ሕጂ ጌና ልባ ናብ ሃይለ ተመልሰ። ሓልዮቱ ፍቕሩ ዘከረት። ናብቲ ዝሑል ኣየር ብሕሹኽታ፣ ሃይለ ሓወይ ይቕረ ግበረለይ። ሓዊረ'የ ነይረ። ክንዲ ፍቕሪ ዝሃብካኒ ኣነ ጥልመት ሂበካ በለት። ሓደ ንጉሆ ኣካላታ እናንቀጥቀጠ ተንሲኣ ንሃይለ ክረኽቦ ይቕረ ክሓቶ ኣለኒ ኢላ ሓሰበት። ቀስ እናበለት ድማ ናብቲ ሓደ እዋን ገዛይ ኢላ ትጽውዖ ዝነበረት ገዛ በጽሐት። ማዕጾ ኣንኳሕኩሐት። እቲ ማዕጾ ምስ ተኸፍተ ሃይለ ኣብ ቅድሚት ደው ኢሉ ነበረ። ገጹ እንክረኣ ካብ ቀደም ሕጂ ዝጠዓሞ መስል። ንንግስቲ ምስ ረኣያ ወላ ሓንቲ ኣይተዛረባን፣ ግን ኣዒንቱ ንብዓት መሊኤን እየን። ሃይለ! በለት ንግስቲ ብዝተሰብረ ድምጺ። ይቕረታ ተጋግየ፣ ኣዝዩ ኣብ ዘድልየካ እዋን ገዲፈካ ከይደ። ክርእየካ ስለ ዝነበረኒ እየ መጺኤ። እንተ ክኢልካ ይቕረ በለለይ፣ እንተ ዘይክኢልካ ክኸይድ። ኢላ እናበኸየት ናብ መሬት ተንበርከኸት። ኩሉ ስኢነ'የ ዘካርያስ ተጠቂሙ ጥራይ'ዩ ደርብዩኒ ኣዕሩኽ ወላ ደቀይ ነጺጎምኒ ገንዘብ የብለይን ገዛ የብለይን እቲ ዝኸፍኣ ቃንዛ ግን ፍቕርኻ ምኽሳረይ'ዩ በለት ሃይለ ቀስ ኣቢሉ ካብ ዝተንበርከኸትሉ ኣተንሲእዋ ፍቕረይ ናይ ብሓቂ'ዩ ኔሩ ፍቕረይ ሓያል'ዩ ኔሩ ፈጺሙ ኣይሞተን፣ ዋላ ገዲፍክኒ ከለኺ ብልበይ ይጽልየልኪ ነይረ በለ፣ ድሕሪ እቲ ዝገበርክዎ ከመይ ጌርካ ክሳብ ሕጂ ከተፍቅረኒ ትኽእል? በለት ሃይለ ልስሉስ ፍሽኽ ኢሉ፣ ፍቕሪ ውዑል ስለ ዘይኮነ ንግስቲ፣ ፍቕሪ ንግድ ኣይኮነን፣ ፍቕሪ መስዋእቲ እዩ፣ ፍቕሪ ትዕግስቲ እዩ፣ ፍቕሪ ነቲ ጥልመት ዘይኮነስ ነቲ ሰናይ እዩ ዝዝክር በላ ሕጂ እውን ንግስቲ እናበኸየት፣ ሃይለ ሓወይ ናብ ሂወትካ እንተ መሊስካኒ ድሕሪ ደጊም ገዲፈካ ኣይክኸይድን እየ ሃብቲ ይኹን ወርቂ ኣይደልን እየ ሕቕፍኻ ጥራይ እዩ ዘድልየኒ በለት ሃይለ ክዛረብ እንክብል ሃይለ ሓወይ ደንኪኻ እኮ ናይ ደሓን ዲኻ ዝብል ሉስሉስ ድምጺ ተሰምዐ ሓንቲ ካብ ንግስቲ ዕብይ ትብል ሰበይቲ ካብቲ ገዛ ተቐልቀለት ሽዑ ንግስቲ ፍዝዝ በለት ሃይለ ክዛረብ ቀጸለ ደንጊኺ ንግስቲ ሕጂ ምሳይ ደው ትብል መማስይቲ ህይወት ረኺበ ኣለኹ። ኣሪግና ክንከውን ንኽእል ኢና፣ ልብና ግን ጌና ህያው ኣሎ። ሃብቲ ዘይክህልወና ይኽእል እዩ፣ ግናኸ ነንሕድሕድና ኣለና። ከም ብሓድሽ ህይወት ምስኣ ጀሚረ እየ። በላ ንግስቲ ሕንቕንቕ እናበላ። ይግብኣካ እዩ ሃይለ ሓወይ፣ ኣብዚ ግዜ እዚ ኩሉ ተረዲኡኒ ኣሎ። ኢላ ክትከይድ እንክትብል ሃይለ ብኢዳ ሒዙ ናብቲ ገዛ ወሰዳ። ንግስቲ ሳላ ናይ ሃይለ ደገፍ። ናይ ባዕላ ሓድሽ ህይወት ጀሚራ ኣላ። ኣብ ሓደ ትካል ከም ሰራሕተኛ ጽሬት ኰይና ትሰርሕ። ምስ ደቃ እውን ተዓሪቓ። ይድግፍዋ እዮም። ዝተጓሳቘለ ሰውነታ እውን እናተመለሰ እዩ። ንግስቲ፣ ካብ ህይወታ ኣብ መወዳእታ ገንዘብ ከም ዝሃስስ፣ ጽባቐ ከም ዝሃስስ፣ ምቾት ከም ዝሃስስ፣ ሓቀኛ ፍቕሪ ግን፣ መዓስ እውን ይኹን ኣይሃስስን ንዘለኣለም ሓቀኛ ፍቅሪ ቅጽል። ተፈጸመ። ንስኻትኩም ከ እንታይ ትብሉ? ሃይለ ካልእ ሰበይቲ ምእታዉ ትኽክለኛ ውሳነ ዶ ትብሉ? ብሓፈይቻ ሓቀኛ ፍቅሪ ንዓኹም እንታይ እዩ? ከመይ ትገልጽዎ? መልስኹም ኣብ ቦታ ኮመንት ክንጽበ ኢና። ስለዚ ፕሊስ ኣብዚ ቻነል ሓደሽ ተኾንኩም ሳብስክራይብ ግበሩ ኣባላትና ኩኑ። ላይክ ድማ ግበሩ። ኣብ ቀጻሊ ብኻልእ ክሳብ ንራኸብ ሰላም ንዓኹም።

ብንፋስ ተነጺጉ ምስ ተደፍአ ደበና ተሰሊሞም ትሪኦም ክተኑ ብባና ክተኑ ናባና ሓንቲ ዓባይ ወርሒ ብዙሓት ከዋኽብቲ ጸረ ናይ ጸላም መብራህቲ ናይ ለይቲ ሽፋን ዓይኒ ቀንጢጦም ዝውግዱን ጸልማት ወርሕን ከዋኽብ

ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ ዋልታ ናይ ሓፋሽ ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ